ሰላም ተኸታተልቲ ሲኤም ኤክስትራ ሾው ዕለታዊ ዜና ስፖርት ሒዝናልኩም ቀሪብና ኣለና ንምክትታልኩም ብኽብሪ ንዕድም ሎሚ ዓመት ንመበል 108 ጊዜኡ ኣብ ምክያ ዝርከብ ጅሮዲ ኢጣልያ ሮብ 14 ጉንበት ብሓምሻይ መድረኹም ቀጺሉ ኣብዛ መድረኽ ድማ ተቐዳደምቲ 151 ኪሎ ሜትር ዝርሕቀታ ውድድር እዮም ኣካይዶም ነዛ መድረኽ ድማ ኣብ ጥርዚ ቁመንኡ ዝርከብ ኣባል ሊድል ትሬክን ዴንማርካዊ ማርስ ፔደርሰን ንውድድሩ ብሰስተ ሰዓትን 27 ደቅን 31 ካልኢትን ብምዝዛም ንሳልሳይ ጊዜኡ ናይ መድረኽ ዓወት ሰኒዱ ኢጣልያዊ ኣባል ባሕሬን ቪክቶሪዮስ ኤድዋርድ ዛምባኒን ብሪጣንያዊ ኣባል ኪው ሰር ሲክስ ፖይንት ፋይቭን ቶማስ ፒድኮክን ድማ ካልኣይን ሳልሳይን ተርታ ሒዞም ሕንጻጽ ረጊጾም። ኣሜሪካዊት ክለብ ድልድል ትሬክ መበል ሰለስተን ሽዱሽተን ዓወታ ከተመዝግብ እንከላ ማድስ ፔደርሰን ድማ መበል ሓምሳን ሰለስተን ናይ ፕሮፌሽናል ዓወቱ ሰኒዱ። በዚ መሰረት ዛጊት ተኻይዶም ኣብ ዘለዉ ኣርባዕተ መድረኻት ጂሮ ዲኢታልያ ዴንማርካዊ ማድስ ፔደርሰን ብዓሰርተ ሓሙሽተ ሰዓትን ዓሰርተ ሓደ ደቂቕን ሓምሳን ክልተን ካልኢትን መሪሕነቱ ዓቂቡ ይቕጽል ኣሎ። ስሎቬናዊ ኣባል ሬድ ቡል ቦራ ፕሪሞዝ ሮግሊችም ብዓሰርተ ሸውዓተ ካልኢታት ድሕሩ ካልኣይ፣ ኣባል ኤሌክትሪክ ቸክ ሪፓብሊካዊ ማቲያስ ቫቴክን ብዕስራን ኣርባዕተን ካልኢታት ድሕሩ ሳልሳይ፣ ስጳኛዊ ክዋን ኣይሶ ብሳሳን ሓሙሽተን ካልኢታት ድሕሩ ሻዱሻይ፣ ቤልጁማዊ ዎንት ቫን ኣርት ድማ ብዒስራ ደቂቕን ሰላሳ ካልኢትን ድሒሩ መበል ሚእቲ ተርታ ሒዙ ኣሎ። ብነጥቢ ዴንማርካዊ ማድስ ፔደርሰን ብሚእትን ሰላሳን ትሽዓተን ነጥቢ ቀዳማይ ኮይኑ ይቅጽል ኣሎ። ሆላንዳዊ ኣባል ቲም ቪዝማ ኦላፍ ኮይጅም ብሓምሳን ክልተን ነጥቢ ይስዕቦ። ዕዉት ራብዓይ መድረኽ ካስፐር ቫን ኡደን ድማ ብሓምሳ ነጥቢ ሳልሳይ ተርታ ሒዙ ኣሎ። ኢጣልያዊ ኣባል ኣስታና ሎሬንዞ ፎርቱናቶ ብዕስራን ትሽዓተን ነጥቢ ኣንበሳ ዓቕም ናይዚ ውድድር ኮይኑ ዝቕጽል ዘሎ ተቐዳዳማይ እዩ። ቤልጂማዊ ሲልቫን ሞኒኪዮዌት ብዕስራ ነጥቢ ይስዕቦ። ስጳኛዊ ፔሎ ቢልባኦ ድማ ብዓሰርተ ክልተ ነጥቢ ሳልሳይ ተርታ ሒዙ ኣሎ። ቼክ ሪፓብሊካዊ ማቲያስ ቫቴክ ንኢሳቕ ዴልተሮን ኳን ኣይሶን ኣኸቲሉ መሪሕነት ብሉጽ መንእሰይ ጂሮ ዲኢታልያ ዓቂቡ ኣሎ። ብጋንታ ሊዲልትሬ ቀዳመይቲ ኮይና ትመርሕ ኣላ። ጂሮ ዲኢታልያ ሓሙስ ዓሰርተ ሓሙሽተ ጉንበት ብሻርጃ መድረኹ ኣብ ዝቕፅለሉ ተቐዳደምቲ ካብ ፖቴንዛ ተበጊሶም ኣብ ናፖሊ ትዛዘም ክልተ ሚእትን ዕስራን ሸውዓተን ኪሎ ሜትር ዝርሕቀታ ውድድር ከካይዱ እዮም። ኣብ ምፍራም ኣጥቃዓይ ኢፕስዊች ታውን ዴላፕ ምስ ማንቸስተር ዩናይትድ ክሳብ ንክሳድ ተሓናኒቓ ትርከብ። ቼልሲ ኣብ መሳርዓም ኣቐዲሞም ምስቲ ተፃዋታይ ርክብ ዝነበሮም ኣካላት ጠርኒፋ ብምህላዋ ፌርምኡ ንምርካብ ልዕሊ ማንቸስተር ዩናይትድ ዝያዳ ብልጫን ርእሰ ተኣማንነትን ወኒና ምህላዋ ተገሊጹ። ዴላፕ ኣብ ናይ ኢፕስዊች ጸንሖ ኮንትራት ከም ዝሕብሮ፣ እታ ጋንታ ካብ መድረኽ ፕሪምየር ሊግ እንግሊዝ ናብ ታሕተዋይ ዲቪጅን ምስ እትወርድ መልቀቒ ዋጋኡ ሰላሳ ሚልዮን ኤሮ ክኸውን ምስታ ጋንታ ስምምዕ ከም ዘለዎም ይፍለጥ። ኣብዚ ግዜ ከም ዳላፕ ዝኣመሰሉ ተስፉዋት ኣጥቃዕቲ ብዝሓስረ ዋጋ ክትረክብ ኣዝዩ ከቢድ ኣብ ዝኾነሉ ግዜ ድማ'የን ማንቸስተር ዩናይትድን ቸልስን ንምፍራሙ ኣብ ምጉያይ ዝርከባ ከም መግለፂ ዝተፈላለየ ማዕክናት ዜና ዴላፕን ኣብ ትሕቲ ቲም ኣብ ማንቸስተር ሲቲን ኣብ ናይ ኣካዳሚኡ ግዚኡ ዓላሚኡ ዝነበረ ናይዚ ግዜ ዓላም ቸልሲ ኮይኑ ዝርከብ ኤንዞ ማሬስካ ክፃወት ከም ዝደሊ ተሓቢሩ ብዘይካዚ ሓላፊ መልመላ ክለብ ቸልሲ ኮይኑ ኣብ ምዕያይ ዝርከብ ጆ ቬልድስ እውን ዴላፕ ናብ ኣካዳሚ ማንቸስተር ሲቲ ንክግዕዝ ኣብቲ ግዜ ኣብ ሲቲ ብዝነበሮም ሓላፍነት ሰሪሑ ንዝነበረ ምንባሩ ይንገር ኣሎ። ዴላፓ ኣብዚ ናይ ውድድር ዓመት ኣብ ዘካየዶም ሰላሳን ሸሞንተን ግጥማትን ዓሰርተ ክልተ ሸቶታት ከመዝግብ እንከሎ ክልተ ናይ ሸቶ ቅርብ ድማ ገይሩ። ባየር ሎቨርኩሰን ብዓበይቲ ጋንታታት ኤውሮጳ ንዝህደን ዘሎ ወዲ 22 ዓመት ጀርመናዊ ተጻዋታያ ፍሎሪያን ቪርተዝ ምስ ማንቸስተር ዩናይትድ ክዛተፍ ፍቓድ ከም ዝሃበትን ስካይ ስፖርት ሓቢራ። ኣብ ዝሓለፉ መዓልታት ወለዲ ቪርተዝ ሃንስ ካሪንን ናብ ከተማ ማንቸስተር ኣምሪሖም ኣብ ጉዳይ ውላዶም ኣመልኪቶም ምስ ወከልቲ ሲቲ ምዝታዮም ይፍለጥ። ይኹን እምበር እዞም ክልተ ወለዱ በበይኑ መርገጺታት መጻኢ ውላዶም ከም ዘለዎም እዮም ዝሕብሩ። ሃንስ ቪርትዝ ናብ ባየር ሙኒክ ይጸንበር ዝብል ሓሳብ ክህልዎ እንከሎ፣ ካሪም ድ ቪርትዝ ንተወሳኺ ሓደ ዓመት ኣብ ለቨርኩዘን ክጸንሕ ኣለዎ ዝብል መርገጺ እዩ ዘለዋ። ንቪርትዝ ከም መተካእታ ድሕሪ ምዝዛም ናይዚ ዓመተ ስፖርት ዝፍለያ ኬቨን ደብሩይና ከም እትርእዮ ዝንገረላ ማንቸስተር ሲቲን ሊቨርኩሰን ኣብ ቡንደስሊጋ ምስ ሙኒክ ዘለዋ ውድድር ኣብ ግምት ብምእታው ንቪርትዝ ካብ ሙኒክ ንላዕሊ ናብኣ ክትሸጦያ እመንቱኣ ማንቸስተር ሲቲን ባየር ሊቨርኩሰንን ኣብ ዝሓለፈ መዓልታትን ኣብ ጉዳይ መሸጣ ዋጋ ድሕሪ ምስማማዕን እዩ ሊቨርኩሰን ሲቲ ምስ ቪርትዝ ኣብ ውልቃዊ ጉዳያት ንክትሰማማዕ ቀጥታዊ ርክብ ከተካይድ ፈቒዳትሉ ቬርትዝ ብውልቂ ዛጊት መጻኢኡ ኣየነጸረን ዘሎ። እዚ ወዲ ዕስራን ክልተን ዓመት ኣካፋሊ ኣብዚ ናይ ውድድር ዓመት ኣብ ዘካየዶም ኣርብዓን ኣርባዕተን ግጥማት ዓሰርተ ሽዱሽተ ሸቶን ዓሰርተ ሓሙሽተ ቅርርብን ገይሩ ኣሎ። ኣብ ጀርመን ዝመደበራ ቢልድ ሮባ ኣብ ሰዓታት ድሕሪ ቀትሪ ኣብ ዘርግሓቶ ዜና፣ ሊቨርፑል ንመስርሕ ምስግጋል ፍሎርያን ቪርትዝ ንምጽዋት ብሰሉስ ምስቲ ጀርመናዊ ሕቡእ ርክብ ምክያዳ ገሊጻ። ብዘይካዚ፣ ቢልድ ቻምፕዮን ቡንደስሊጋ ባየር ሙኒክ ፌራን ቪርትዝ ንምርካብ ልዑል ርእሰ ምትእምማን የሕዲራ ምህላዋን እቲ ወዲ 22 ዓመት ድማ ኣቐዲሙ ዝኣተወላ መብጽዓ ብምሕላዉ ንዕኡ ክመርጽ ተስፋ የሕዲራ ምህላዋን ገሊጻ። ጋናዊ ኣከፋፋሊ ኣርሰናል ቶማስ ፓርተይ ካብ ከም ክለባት ስዑድ ዓረብ ዝቐርበሉ ዘሎ ጠለባት ነጺጉ ኣብ ኣርሰናል ሓድሽ ውዕል ናይ ምእሳር ድላይ ከምዘለዎ ስታንዳርድ ኣብ ጽሑፋ ኣስፊራ። ኣርሰናል ዋላ'ኳ ኣብ ናይ ፓርቴ ቦታ ንዙብመንዲ ከተፈርሞ ኣብ ስምምዕ በጺሓ ትሃሉ፣ ዝቕጽል ዓመት ዝሓሸ ናይ ጋንታ ዑምቀት ሒዛ ንምቕራብ ግን ነቲ ጋናዊ ሓድሽ ናይ ክልተ ዓመታት ከምዝቐረበትሉን ድሮ'ውን ካብ ዝሓለፈ ሰሙን ኣትሒዛ ምስ ወከልቲ'ቲ ጋናዊ ኣወንታዊ ዘተ ተካይድ ምህላዋ'ዩ ተገሊጹ። ኣብ ወርሒ ሰነ ናይ ዓመት ምስ ኣርሰናል ዝነበሮ ውዕል ድሕሪ ምዝዛሙ፣ ነፃ ተፃዋታይ ኣርሰናል ዝኸውን ፓርቲ ኣርሰናል ነቲ ምስ ወከልቱ ተካይዶ ዘላ ዘተ ብቕልጡፍ ኣመዛዝመ ክተብፅሖ ምስ እትደናጉ ንፃውዒታት ደለይቱ ኣትለቲኮ ማድሪድን ባርሴናል ጁቬንትስን ክሰምዕ ክግደድ እዩ። እቲ ዝወፀ ዜና ከምዝሕብሮ ድማ ፓርቲ ኣብ ኣርሰናል ክፀንሕ ከምዝደልን ወከልቱ ምስ ክለቡ ዘካይድዎ ዘለዉ ዘተ ድማ ኣብ ሓፂር ግዜ መዕለቢኡ ክረክብ ድላዩ ምዃኑ ዝገልፅ እዩ። ኣርሰናል ቅድሚ ናይ መወዳእታ ናይ ፕሪመር ሊግ ግጥማ ናይ ፓርቴ ጉዳይ ኣብ ሓደ መዕለቢ ከተብፅሖ እዩ መደባ። ብዘስ ፋብሬጋስ ዝተመርሓ ብሉጽ ናይ ውድድር ዓመት ኣብ ምሕላፉ ትርከብ። ከምኡም ኣብዚ ኣብ ናይ ምዝዛም ገጹ ኣቕኒዑ ዝርከብ ናይ ውድድር ዓመት ሓንቲ ካብተን ማእከል ስሕበት ናይቲ ሊግ ናይዚ ዓመት ካብ ዝኾና ጋንታታት እያ። እዛ ጋንታ ኣብ ታሪኻ ንፈለማ ግዜ ኣብ ተኸታተልቲ ግጥማት ብምዕዋት ክብረ ወሰን ክትሕዝ እውን ክኢላ እያ። ናይዚ ኩሉ ዓወታት ተሓታቲ ድማ እቲ ኣብ ትሕቲ ከም ኣርሰን ቨንገር ፐፕ ጓርድዮላን ዝሰርሐ ኣሰልጣኒኣም ሰስ ፋብሪጋስ እዩ። ፋብሬጋስ ኣብ ኮሞ ብዝሰርሖ ስራሕ የዒንቲ ብርክት ዝበላ ኣብዚ ክራማት ብዘይ ኣሰልጠንቲ ዝተርፋ ዓበይቲ ጋንታታት ስሒቡ እዩ። ሓንቲ ካብኣተን እታ ምስ ጻቪ ኣሎንሶ ክትፈላለ ዝተሰማምዐት ባየር ሉቨርኩሰን እያ። ይኹን እምበር ከም መግለጺኡ ጂያንሉካ ዲ ማርዚዮ ኮሞ ፋብሪጋስ ብውሕዱ ንናይ ሓደ ዓመት ውድድር ከም ዓላሚኣ ኮይኑ ክቕጽል ከምዘእመነቶ ሓቢሩ። ፋብሬጋስ እውን ምስ ክለቡ ድሕሪ ዘካየዶ ዕዉት ዘተ ንሕቶ ባየር ሉቨርኩሰን ከም ዘለዎ መሊስዎ ኣሎ። ፋብሬጋስ ኣብዚ ዓመት ስፖርት ፈለማ ግዜ ኣብ መድረኽ ሰሪኣ ናይ ስኒየር ስርሑ ፈሊሙ። ኣብ ትሕቲኡ እትዕለም ዘላ ኮሞ ድማ ጸወታታት ሰሪኣ ንኽዛዝሙ ክልተ ግጥማት እናተረፎም ዓስራይ ተርታ ሒዛ ኣላ። ኮሞ ኣብ ዝሓለፉ መዓልታት ሻድሻይ ተኸታታሊ ዓወት ብምምዝጋባ ናይ ቅድሚ ሓምሳን ክልተን ዓመታት ክብረወሰን ናይታ ጋንታ ከተመሓይሾ ክኢላ እያ። ካናዳዊት ቀዓይ ፈረንሳዊት ክለብ ሊለ ጆናታን ዴቪድ ኣብ ምዝዛም ናይዚ ዓመተ ስፖርትን ምስ ክለቡ ዝነበሮ ውዕል ድሕሪ ምዝዛሙ ካብታ ጋንታ ክወጽእ ምዃኑ ቦግ እፍሊጡ። እዚ ብብርክት ዝበላ ጋንታታት እንግሊዝ ከምዝድለ ዝንገረሉት ቀዓይ ዝመጽእ ቀዳም ዓሰርተ ሸውዓተ ጉንበት ኣብ ናይ መወዳእታ ጸወትኦም ንክለቡ ሊለ ክሳናበት እዩ። ዴቪድ ብማልያ ሊለ ብዘካየዶም ክልተ ሚእትን ሰላሳን ሓደን ግጥማትን ሚእትን ትሽዓተን ሸቶታት ብምዝጋብ ኣብ ዕስራን ሓደን ክፍለ ዘመን እቲ ዝለዓለን ኣመዝጋቢ ሸቶ ናይታ ጋንታ እዩ። ብዘይካዚ ዴቪድ ኣብ ናይ ልለ ግዜኡ ክሳብ ሰላሳ ዝኣኽሉ ሸቶ ቀረብ ዝገበረ እውን ተጻዋታይ እዩ። ፋብሪዝዮ ሮማኖ ንጉዳይ ጆናታን ሚላን ኣመልኪቱ ብዝሃቦ ሓጺር መግለጺ፣ እቲ ጥቃዓይ ካብ ናፖሊ ጻውዒት ከምዝቐረበሉን ዛጊት ግን ክልቲኦም ወገናት ኣብ ፌርማ ከብጽሕ ዝኽእል ዕዉት ዘተ ከምዘይገበሩ ሓቢሩ። እንግሊዛውያን ክለባት ኣርሰናል፣ ሊቨርፑልን ቸልሲን ኣብ ልዕሊ ጥቃዓይ ብራይተን ጃኦ ፔድሮ ተገዳስነት የሕዲረን ምህላወን ቴሌግራፍ ሓቢራ። ኣብ ዝሓለፉ ዓመታት ሓደ ካብ ብሉጻት ኣጥቃዕቲ መድረኽ ፕሪመር ሊግ እንግሊዝ ክኸውን ዝበቕዐ ወዲ ዕስራን ሰለስተን ዓመት ጃኦ ፔድሮ ኣብ ክልተ ሽሕን ዕስራን ሰለስተን ካብ ዋትፎርድ ንብራይተን ብሰላሳ ሚልዮን ፓውንድ ካብ ዝጽንበር ንደሓር ኣብ ዘካየዶም ሰብዓ ግጥማት ሰላሳ ሸቶታት ምምዝጋቡ ይፍለጥ። ኤሲ ሚላን ኣብ ወርሒ ጥሪ ናይዚ ዓመት ክሳብ ምዝዛም ዓመተ ውድድር ተለቂሓቶ ንዝነበረት ኬል ዎከር ንዝነበራ ብቐዋምነት ናይ ምፍራሙ ዕድል ድሕሪ ምሕሳማ እቲ እንግሊዛዊ ናብ ኣደ ክለቡ ማንቸስተር ሲቲ ክምለስ ምዃኑ ካልቺዮ መርካቶ ሓቢራ። ኤሲ ሚላን ቢሲቲ ንዎከር ብቐዋምነት ክትዕድጎ ንዝቐረበላ ናይ ኣርባዕተ ሚልዮን ፓውንድ መሸጢ ዋጋ ክትከፍሎ ፍቓደኛ ብዘይምዃና እዩ ዎከር ናብታ ብርክት ዝበሉ ዋናጩ ዝዓተረላ ሲቲ ክምለስ ተቐሲቡ ዝርከብ። ብማልያ ኤሲ ሚላን ዓሰርተ ክልተ ግጥማት ዘካየደ ዎከር፣ ኣብ ወርሒ ሚያዝያ ኣብ ጎንቦ ኢዱ ድሕሪ ዘጋጠሞ ማህረምቲ ብዝገበሮ መጥባሕቲ ካብ መሳርዕ'ታ ጋንታ ወጻኢ ኮይኑ ምህላዉ ይፍለጥ። ኣሰልጣኒ ሃገራዊት ጋንታ ደቂ ኣንስትዮ ብራዚል፣ እታ ሃገራዊት ጋንታ ንመዳለዊ ግጥማት ኮፓ ኣሜሪካ ኣብ ተካይዶ ምሕዝነታዊ ግጥማት ነታ ካብ ኣህጉራዊ ጸወታታት ነብሲ ከም ዝገለለት ድሕሪ ኦሎምፒክ ፓሪስ ዝተሓበረት ማርታ ናብ መሳርዓ እታ ሃገራዊት ጋንታ ጸዊዖማ። ማርታ ንብራዚል መሪሓ ፓሪስ ኦሎምፒክ ኣብ ዝተፃወተትሉ እታ ሃገራዊት ጋንታ ኣብ ፍጻሜ ብሕቡራት መንግስታት ኣሜሪካ ተረቲዓ ተዓዋቲት ብሩር መዳልያ ኮይና ምንባራ ኣይርሳዕን። ሰላሳን ትሽዓተን ዓመታ ረጊፃ ትርከብ ማርታ ብዘመዝገበቶም ሚእትን ዓሰርተ ትሽዓተን ኣህጉራዊ ሸቶታት ናይ ኩሉ ግዜ ዝለዓለት ኣመዝጋቢት ሸቶ ሃገራዊት ጋንታ ደቂ ኣንስትዮ ብራዚል እያ። እምበኣርከስ ተኸታተልቲ ሲኤም ኤክስትራ ሾው ስፖርት ናይ ሎሚ ትሕዝቶና ኣብዚ ንዛዝም። ብምክታልኩም ኣዝየ የመስግን። ሰላም።